ሰላም ናይ ዩቲብ ተኸታተልቲ ከመይ ትኾኑ ኣነ ድሓን እግዚኣብሔር ይመስገን ንስኻትኩም እውን ሰላም ንክትኮኑ እንዳተመነኹ ናይ ሎም መዓንቲ ዘቕርበልኩም ኣርእስቲ ከፋልጠኩም ሎሚ ሒዘዮ መፅ ዘለኹ መደብ እንታይ እዩ ዕድለኛ ንብሎም ሰባት ዕድለኛ ዝገበሮም ምኽንያት እንታይ እዩ ዝብል እዩ። ስለዚ እስካዕ መጨረሻ ምሳይ ፅንሑ፣ ምሳኹም ፀንሕ ፀሃየ ሓቢርና ንፅናሕ። ዕድለኛ ንብሎም ሰባት ኣሎ ኩሉ ግዜ ኣብ ሂወትና ማለት እዩ ወይ ኮላይ ኣብ ዝዓበናሉ ኣከባቢ ወይ ኮላይ ብዝኾነ ብቴሌቪዥን ብሬድዮ ኣብ ዝኾነ ጋዜጣ ርኢና ወይ ብወረ ሰሚዕና እዚ እኮ ዕድለኛ እዩ ንብሎም ሰባት ኣሎ ኣብ ዙርያና ማለት እዩ እዚ እኮ ዕድለኛ እዩ ጥዕይቲ ሰበይቲ እያ ዘላቶ እዚ እኮ ዕድለኛ እዩ ብዙሕ ገንዘብ እዩ ዘለዎ ብዙሕ ፍልጠት እዩ ዘለዎ ንብሎም ሰባት ኣለዉ ግን ዕድለኛ ዝገበሮም ነገር እንታይ እዩ ኢልና ግን ንባዕልና ንውሽጥና ሓቲትና ኣይንፈልጥን ኢና ምክንያቱ ኩሉ ሰብ ዕድለኛ ክኸውን ይኽእል እዩ ምክንያቱ ተፈጥሮ ወይ ኮላይ ዝኾነ ሰብ ዕድለኛ ዝኾነ ሰብ ዘይዕድለኛ ኮይኑ ዝፍጠር ሰብ የለን ኩላህና ብማዕረ ኢና ተፈጢርና ስለዚ ዕድለኛ ንብሎም ሰባት እንታይ ስለ ዝገበሩ እዮም ዕድለኛ ኮይኖም ንሕና ከ ንምንታይ ዕድለኛ ዘይኮንና ዝብል ነገር ንክንሓስብ ዘኽእለና ከምኡ እውን ውሽጥና ቼክ ንክንገብር ዝረድኣና መደብ ሒዘልኩም መፅየ ዘለኹ ማለት እዩ ስለዚ ዕድለኛ ንብሎም ሰባት ዕድለኛ ዝገበሮም ነገር ኽንርኢ ኢና። ቀዳማይ ዕድለኛ ንብሎም ሰባት ዕድለኛ ክኾኑ ዝገበሮም እንታይ እዩ? ሕፍረትን ፍርሕን ስለ ዘወገዱ እዩ። ማለት እዚ ማለት እንታይ ማለት እዩ? ዝኾነ ዝመፀሎም ኣጋጣሚ ከይሓፈሩ ስለ ዝጥቀምሉ እዮም ዕድለኛ ዝኾኑ። ንሕና ሰብ ከይብለኒ ወይ ኮላይ ሰብ ከይዕዘበኒ ወይ ኮላይ ነዚ ነገር እዚ እኹል ኣይኮንኩን ወይ ከይጋገ ኢልና ንገርፎም ነገራት ኣለዉ። እዞም ዕድለኛ ንብሎም ሰባት ግን ዋላ እታ ፈ- ፈቲነ ክጋገ እየ ስለዚ ግን ክፍትኖ እየ ኢሎም ይፍትንዎ ማለት እዩ ኣይፈርሑን እዮም እ፣ ኣይሓፍሩን እዮም ስለዚ በዚ ምክንያት እ፣ ዕድለኛ ይኾኑ ማለት እዩ ንዝመፀሎም ዝኾነ ኣጋጣሚ እ፣ ኽ- እ፣ ዝኾነ ሓሳቦም እ፣ ብዝተሰምዖም መንገዲ ይገልፁ ከይፈርሑ ከይሓፈሩ እ፣ ስለዝገልፁ ዕድለኛ ይኾኑ ማለት እዩ በታ ዘላቶም ንእሽተይ ፍልጠት በታ ዘላቶም ንእሽተይ ዓቕሚ እቲ ዝመጸሎም ነገር ኩሉ ይሕለፈና ኣይብሉን እዮም ስለ ዝጥቀምሉ በቲ ክዕወቱሉ ዝደልዩ ነገራት ወይ ኮለ ኣብቲ ክዕው ዕድለኛ ክኾኑ ዝደልይዎ ነገር ዕድለኛ ይኾኑ ማለት እዩ ካልኣይ ዕድለኛ ንብሎም ሰባት ዕድለኛ ዝገበሮም ነገር እንታይ እዩ ሕርቃኖም ስለ ዝቋጻጸሩ እዩ ናይ ሕርቃን ስምዒት ይቋፃፀርዎ ወይ ኮላይ ሕርቃኖም ዝገልፅሉ መንገዲ ብትክክለኛ መንገዲ እዮም ሕርቃኖም ዝገልፁ ማለት እዩ ወይ ሕርቃኖም የወግዱ ወይ ኮላይ ሕርቃኖም ዝገልፅሉ ኩነታት ብትክክለኛ መንገዲ እዩ ስለዚ ሓሪቀ ኣለኹ ኢሎም ንካልኦት ሰባት ክሕርቁ ኣይደልዩን እዮም ንካልኦት ሰባት ኣይርብሹን እዮም ሓደ ሓደ ሰብ ሓሪቀ ኢሉ ኣባኻ ዘይኮነ ነገር ዝፍፅም ሰባት ኣለዉ ወይ ኮላይ ኣብ ዙሪኡ ዘለዉ ሰባት ዝርብሽ ሰብ ኣሎ እዞም ዕድለኛ ሰባት ግን ከምኡ ዓይነት ነገር የብሎምን ዋላ ተሓረቑ ብክገልፅሉ ዝኽእሉ መንገዲ እዮም ዝገልፅዎ ማለት እዩ ንሰብ ሰብ ንክፈርሖም ኣይገብሩን እዮም ስለዚ ሰብ ንክፈርሖም ስለዘይገብሩ ዕድለኛታት ይኾኑ ተመረፅቲ ይኾኑ እሶም ዝሓለፍዎ ነገር ኩሉ ፅቡቅ ይኸውን ውፅኢቱ እዚ ናይ እከለ ስራሕ እዩ ተባሂሎም ሽሞምን ፅቡቅ ይኸውን በዚ ምክንያት ከዓኒ ዕድለኛ ይኾኑ ማለት እዩ ሳልሳይ ከዓ ዕድለኛ ሰባት ብዙሕ ጊዜ ዝኽተልዎ መንገዲ እንታይ እዩ ኣእምሮኦም ንፅቡቅ ነገር ዘዳለዉ ሰባት እዮም እዚ ማለት እንታይ ማለት እዩ ዝኾነ ሰብ ናብ ሂወቶም ክመጽእ ይኽእል እዩ ብዝኾነ ኣጋጣሚ ምስ ሰባት ክፋለጡ ይኽእሉ እዮም ኮይ ኮላይ ሰባት ናብ ሂወቶም ክመጹ ከለዉ ቶሎ ኢሎም ናብ ኣእምሮኦም ዝሓስብዎ ነገር ሕማቅ ነገር ኣይኮነን ፖዘቲቭ ነገር እዮም ዝሓስቡ ስለዚ ፖዘቲቭ ቲንኪንግ ኣብ ውሽጦም ዘማዕበሉ ሰባት እዮም ኣወንታዊ ኣተሓሳስባ ኣብ ውሽጦም ዝማዕበለ ሰባት እዮም ዕድለኛ ንብሎም ሰባት ማለት ሰባት ናብ ሂወቶም ክመጹ ከለዉ ውይ ክጥቀመለይ ደልዩ እኮ እዩ ክዕዘበኒ ደልዩ እኮ እዩ ኣይብሉን እዮም ኩሉ ግዜ ኳልኩሌትድ ዝኾነ ሪስክ ዝወስዱ ዓይነት ሰባት እዮም። ሰብ ከይዕዘበኒ፣ ሰብ ደስ ዝበለና ነገር እንተገበርና እውን ካብ ምዝራብ ንድሕሪት ኣይብልን እዩ። ደስ ዘይብለና ነገር ተ- እንተገበርና እውን ንዑ ክነሐጉስ ኢልና እውን ዝኾነ ነገር እንተገበርና እ፣ ካብ ምዝራብ ንድሕሪት ኣይብልን እዩ። ስለዚ እዞም ዕድለኛ ንብሎም ሰባት ንኩሉ ነገር ድልዋት እዮም እ፣ ኩሉ ነገር ብኣወንታዊ መንገዲ እዮም እ፣ ዝትርጉምዎ ማለት እዩ። ስለዚ ብኸምኡ መንገዲ ስለ ዝትርጉምዎ ከዓ ኩሉ ግዜ ዕድለኛ ይኾኑ ንዕድል ንፅቡቅ ነገር ተመረፅቲ ይኾኑ ማለት እዮም ኣብዚ ሓንቲ ምሳሌ ክህበኩም ብጣዕሚ ኣንቢበያ ንዓይ እውን ዓብ ትምህርቲ ዝሃበትኒ ነገር እያ ማለት እዩ እንታይ እዩ ሓደ ግዜ ሓንቲ ጋዜጠኛ ንሓደ ውሩይ ዝኾነ ሰብ ብብዙሕ መልክዕ ኣብ ፅቡቅ ደረጃ ዝበፅሐ ንመናእሰይ ፅቡቅ ምሳሌ ክኾነለይ ይኽእል ኢላ ሓንቲ ጋዜጠኛ ንሓደ ውሩይ ሰብ ናብ ስቱድዮ ሒዛቶ ቃለ መሕትት ትገብረሉ ማለት እዩ ብዙሕ ነገራት ትሓቶ ኢንተርቪው ትገብረሉ ሽዑ ኣብ መጨረሻ ሓንቲ ሕቶ ትሓቶ እንታይ እያ ትብሎ ኣብ ከምዚ ደረጃ ብኸመይ በጺሕካ? ብኸመይ ዕድለኛ ኮይንካ? ትብሎ። ሽዑ እቲ ጋዜጠ እቲ ውሩይ ሰብ ከኣ እንታይ ይብላ፣ ዝኾነት ቼክ ጽሒፉ ህንኪ ይብላ። ኣይ ኣነ እኮ ከምዚ ዓይነት ሕቶ እየ ሓቲተካ ትብሎ። ኣነ ዝሓተትኩኻ እኮ እዚ ነገር እዚ ንኽትምልሰለይ እዩ። ኣይ ኣነ ከኣ እንኪ እዚ ይብለኪ ኣለኹ ይብላ። ቼክ ጽሒፉ ዝኾነ ናይ ገንዘብ መጠን ጽሒፉ ማለት እዩ። እሳ ኮላይ ነቲ ዝሃባ ነገር ክትቅበሎ ኣይከኣለትን። ሽዑ እንታይ ኢሉ ኢሱ መሊሱላ፣ ኣነ ሃብታም ዝኾንኩሉ፣ ውሩይ ዝኾንኩሉ ምኽንያት ከምዚ ዓይነት ነገራት ኣየሕልፍን እየ። እስኺ እውን ሕጂ ንሕጂ ሃብታም ክትኮኒ ትኽእሊ ኔርኪ፣ ኣነ ኣብ ዝበጻሕክዎ ደረጃ ክትበጽሒ ትኽእሊ ኔርኪ ኢኺ፣ ነዛ ዝሃብኩኺ ውህብቶ ከም ተቐበልኪ ኔርኪ ይብላ ማለት እዩ። ስለዚ ከምዚ ዓይነት ነገራት ዕድለኛ ሰባት ዝመጸሎም ናይ ህይወት ኣጋጣሚ ኣየሕልፍዎን እዮም ሸለል ኢሎም ዘሕልፍዎ ነገር የለን ኣነ ብዙሕ ሸለል ኢለ ዘሕለፍክዎ ነገራት ነይሩ እዩ ምክንያቱ ካልኣይ ግዜ ዝረኽቦ መሲልኒ ዘሕለፍክዎ ነገራት ነይሩ እዩ ስለዚ ዕድለኛ ሰባት ግን ሸለል ኢሎም ዘሕልፍዎ ነገር የለን ነፍሲ ወከፍ ናይ ሂወት ኣጋጣሚ ይቕበሉ ኣየሕልፉን እዮም ይመሃሩሉ ተተጋገዩ እውን ተማሂሮምሉ ይሓልፉ ኣወንታዊ ኣተሓሳስባ እዩ ዘለዎ ካልእ ከኣ ዕድለኛ ንብሎም ሰባት እንታይ ዓይነት ኣተሓሳስባ ዘለዎም እዮም? ዓለም ኣብ ኢደይ እያ ዝብል ኣተሓሳስባ ኣለዎም። ማለት እዚ ማለት እንታይ ማለት እዩ? ዓለም ኣይተዳሉን እያ። ማለት ዓለም ንኹላህና ማዕረ እያ። ንሓደ ጽቡቕ ነገር ትህቦ ንሓደ ሕማቕ ነገር ኣይትህቦን እያ። ስለዚ ዋግኦም ይፈልጡ እዮም። ህይወት ብዝሃበቶም መንገዲ ተመስገን ኢሎም ዝቕበሉ ዓይነት ሰባት እዮም። ማለት ብዘለዎም ነገር እንታይ ክፈጥር ይኽእል? ሕጂ ብዘላትኒ ነገር እንታይ ክፈጥር ይኽእል ዝብሉ ዓይነት ሰባት እዮም። ኣብዚ ሓደ ምሳሌ ክህበኩም ሓደ ሞቲቬሽናል ስፒከር ኣሎ ማለት ብናቱ ዘረባ ብዙሓት ሰባት ተነቓቒሖም ኣተሓሳስብኦም ክቕይሩ ክቕይሩ ዝገበሮም ሰብ እዩ ማለት እዩ። እዚ ሰብ እዚ ገና ክፍጠር ከሎ ኢድን እግርን የብሉን ግን በታ ዘላቶ ነገር ኣብ ዓለም ብጣዕሚ ኢንፍሉዌንሻል ዝኾነ ሰብ እዩ። ብዙሓት ሰባት ብናቱ ኣዘራርባ ብናቱ ዘነቓቕሕ ናይ ኣዘራርባ ክእለት ኣተሓሳስብኦም ክቕየር፣ ጽቡቕ ንኽሓስቡ፣ ኣወንታዊ ኣተሓሳስባ ኣብ ውሽጦም ከማዕብሉ ዝገበረ ማንም ሰብ ክበጽሖ ማለት ማንም ሰብ ክብለኩም ከለኹ ኢድን እግርን ሒዙ ዝተፈጠረ ሰብ ካብኡን ካብ ከምኡ ዓይነት ሰብ ንላዕሊ ዝሰርሐ ሰብ እዩ። ስለዚ እንታይ እዩ እዞም ዕድለኛ ንብሎም ሰባት ዋግኦም ዝፈልጡ እዮም። በዛ ዘላትኒ ነገር እንታይ ክሰርሕ ዝብሉ ዓይነት ሰባት እዮም ማለት እዩ። ሓምሻይ ከዓ እዞም ዕድለኛ ንብሎም ሰባት ናይ ምቕናእ ሽግር የብሎምን ማለት ናይ ሕማቅ ቅንኢ ሽግር የብሎምን። ምክንያቱ ቅንኢ ብዙሕ ግዜ ንሕና ክንዓቢ ይገብረናን እዩ ናይ ዝዓበየ ሰብ ህይወት ኮላይ ስለነባላሹ እዞም ዕድለኛ ሰባት ናይ ምቕና ሽግር የብሎም ሓቢርና ንዕበ ዝብሉ ዓይነት ሰባት እዮም እሶም ዘይብሎም ነገር ካልእ ሰብ እንተሃለዎ ዋላ እሶም ከዓ ዘለዎም ነገር ኣሎ ኣብቲ ሓደ ዘሎ ኣብቲ ሓደ ከምዘየለ ስለ ዝፈልጡ ወይ ሓቢሮም ይዓብዩ ወይ ኮላይ ብምቕና ቀኒኦም ናይ ሰብ ፅቡቅ ነገር ኣየባላሽዉን እዮም ስለዚ ሓቢርና ንዕበ ኣባኻ ዘሎ ነገር ንዓይ ክጠቕመኒ እዩ ፅቡቕ ጎረቤት እንድሕር ኣለካ ንባዕልኻ ኢኻ ትጥቀም ኣብ ሓደ ሓውኻ ዝኾነ ኣባኻ ዘየለ ነገር እንድሕር ኣሎ ዜሩ ዜሩ ጥቕሙ ንባዕልኻ እዩ ሻድሻይ ዕድለኛ ንብሎም ሰባት ዕድለኛ ዝገበሮም ነገር እንታይ እዩ ማሕበራዊ ርክቦም ብጣዕሚ ሰፊሕ እዩ ማለት ምስ ብዙሕ ምስ ብዙሕ ዓይነት ሰባት ዝቃረቡ ማለት ዓብ ከይበሉ ንእሽተይ ከይበሉ ኣብ ብዙሕ ቦታ ዝረኣዩ ናይ ኢንፎርሜሽን ሃብታማት እዮም ኣብዚ ሕጂ ግዜ ኢንፎርሜሽን ሃብቲ ኢንፎርሜሽን ናብ ገንዘብ ይቕየር እዩ ኢንፎርሜሽን ጥዕና እዩ ስለዚ እሳቶም ኮላይ እዞም ዕድለኛ ንብሎም ሰባት ምስ ኩሉ ሰብ ተቓሪቦም ዝኾነ ዝብልዎ ነገር ኣይስእኑን እዮም ዝኾነ ሰብ ኣማኽረኒ ክብልዎ ክብሎም ከሎ ዝኾነ ጽቡቕ ምኽሪ ኣብ ውሽጦም ኣሎ። ንምንታይ እዩ ካበይም ፈጢሮሞ ምስ ብዙሕ ሰብ ካብ ምቅራቦም ዝተላዕለ ኣብ ውስንቲ ነገር ኣይኮን ዝዞሩ ማለት እዩ። ካብ ናቶም ዓሌት ፍልይ ዝበለ ሰብ ክቐርቡ ይኽእሉ እዮም ሬድዮ ቴሌቭዥን ዝተፈላለየ ጋዜጣ ይኹን ናይ ዝተፈላለየ ሰብ ከይነዓቑ ስለ ዝሰምዑ ማሕበራዊ ርክቦም ሰፊሕ እዩ ዘለዎም ኣብ ውሽጦም ዘሎ ኢንፎርሜሽን ብጣዕሚ ብዙሕ እዩ እቲ ኣብ ውሽጦም ዘሎ ኢንፎርሜሽን ኮላይ እንዳመንዘርዎ እንዳሽረፍዎ ስለ ዝነብሩ ዕድለኛ ይገብሮም ብኩሉ ነገር ተመራፂ ይገብሮም ሻብዓይ ዕድለኛ ንብሎም ሰባት ንምንታይ ዕድለኛ ኮይኖም ዝብል ነገር ክንርኢ ከለና ከዓ ካልእ እንታይ እዩ ዕድለኛ ሰባት መብዛሕትኡ ግዜ ጥዑያት ንክኾኑ እዮም ዝፍትኑ ማለት ጥዑይ ነገር ይሰርሑ፣ ጥዑያት ክኾኑ እውን ይፍትኑ። እዚ ማለት እንታይ ማለት እዩ? ብዘለዎም ነገር ንሰብ ዘመሓላልፍዎ ነገር ጽቡቕ እዩ። ማለት ነብሲ ወከፍ ኣብ ዝኾነ ነገር ክሕተቱ ከለዉ እወ ኣነ እኮ ከምዚ ዓይነት ጸገም ኣጋጢምኒ ብከምዚ ገይረ ጸገመይ ፈቲሐ እዮም ዝብሉ እምበር ናዕረምረሙ ናማረሩ ኣይኮኑን ንሰባት ዝቐርቡ ማለት እዩ። ስለዚ ከምቲ ዓንተወይ ናይ ሓደ ሞቲቬሽናል ስፒከር ዝነገርኩኹም ክፍጠር ከሎ ኢድን እግርን የብሉን ደሓር ግን ንብዙሓት ሰባት በተሓሳስብኡ ዝቐየረ እዞም ዕድለኛ ንብሎም ሰባት ከዓ እንታይ እዮም ዝገብሩ ዝኾነ ኣብ ዝኾነ ቦታ ክርከቡ ከለዉ ዝኾነ ዝተፀገመ ሰብ ከማኽሮም ከሎ እወ ፀገም ዝኮ ናዕ እውን ኣጋጢሙኒ ነይሩ ከምዚ ገይረ እየ ፈቲሐዮ እስኻ እውን ከምዚ ጌርካ ፍትሓዮ ዝብሉ ዓይነት ሰባት እዮም ናቶም ዝፈትሕሉ ፀገሞም ዝፈትሕሉ ጀግንነት ንካልኦት ሰባት ዘማኽሩ ዘበረታትዑ ዓይነት ሰባት እዮም ዝህቡ ሂቦም ዝቕበሉ ዓይነት ሰባት እዮም ዝሃብዎ ፅቡቕ ነገር ሂወት ትኸፍሎም ማለት ስለዚ ኩሉ ሰብ ነናይ ስርሑ ከም ዝቕበል እዞም ዕድለኛ ንሎም ሰባት ኮላይ ዝሃብዎ ሂወት መመሊሳ ትሽልሞም ብከምዚ ምክንያት ዕድለኛ ይኾኑ ማለት እዩ ናተይ ኣተሓሳስባ ዝቐየረለይ ፅሑፍ የሎም መዓንቲ ሒዘልኩም ቀሪበ ማለት እዩ ብዙሕ ግዜ ንዝኾነ ሰብ ዕድለኛ ንብል ኢና ኩላህና ኣነ ውን ይብል ነይረ ሕጂ ግን ኣነ ውን ዕድለኛ ክኸውን ይኽእል እየ ኩላህና እዞም ዕድለኛ ንብሎም ሰባት ዕድለኛ ዝገበሮም ነገር ኣብ ዕድለኛ ክንኮነሉ ንደሊ ነገር ከምዚ ዓይነት ነገር እንድሕር ተጠቂምና እዞም ኣቐዲመ ዘንበብኩልኩም ሸውዓተ ነገራት እንድሕር ተጠቂምና ኣብ ክንበፅሖ ንኽእል ደረጃ ክንበፅሕ ንኽእል ኢና ፀገማትና ክንፈትሕ ንኽእል ኢና ፅባሕ ንግሆ ዝኾነ ሰብ ዕድለኛ ንብሎ ንብል ኔርና ንባዕልና እውን ሕጂ ዕድለኛ ክንከውን ንኽእል ኢና ናይ ሎም መዓንቲ መደበይ እዚ ይመስል ነይሩ ኣብ ቀጻላይ ብኻልእ መደብ ክንራኸብ ኢና ላይክ ሼር ሰብስክራይብ ምግባር ከይትርስዑ ሓቢርኩም ምሳይ ስለ ዝጸናሕኩም ኣዝየ ዘመስግን የቐኔለይ ሰላም ኩኑ